ድርብ ወይ ከዓ ናብ ፕሉራል ፎርምስ ክንመፅ ኢና ንሕና ንሕና ኮይንና ኾ ኾ ይና ንሕና ኮይና ዊ ቢኬም ናቱ ኣሉታዊ ድማ እንታይ ይኸውን ናቱ ኣሉታ ንሕና ኣይኮናን ኣይ ኾ እንታይ ኢለኩም ኣብ ዝሓለፈ እዚ ኣይ ኣብዚ ኣብዚ ኦሚት ገይርናያ ኣብዚ የላን ኣብዚ የላን ኣብዚኣ የላን ገዲፍናያ ኾ ኾና ኾ እዚኣ ድማ ብዙሕ ግዜ ኣብዚኣ ድማ እዘን ፊደላት እዚአን ነስተብህለለን ኣብዚኣ ኮይን ኾይና ኣይንብልና እዛ ን እዚኣ ተድልየና እያ ኩሉ ግዜ ኮይንና ኮይን ና ኢና ንብል ኮይን ኮይንና ዘይኮነሲ ኮይን ና ኢልና ነንበባ እዚኣ ኮይን ና እታ ኮይን ን ምስ በልና እዚኣ በይና ነንበባ ኮይን ደን ና ንብል ድሕር ከምዚ ጌርና ኣንቢብናዮ ኮይንና ኢልና ኢና ነንበቦ ኮይንና and then ንና እቲ ቃል ኣይኮነን ካብቲ ቃል ዲፍሌክት ጌርና ኣለና ማለት እዩ ስለዚ እዚአን ብሓንሳ ኢና ንወስደን ሰለስቲአን ኮይንና ንሕና ኮይንና ዊ ቢኬም ንበል ኣብዚ ድማ ንሕና ዊ ዲድ ኖት ቢካም ክንብል ንድሕር ኮይና ድማ ንሕና ኣይ ኮን ኮንና ኣይኮንና ኣይኮን ኣይኮን እዚኣ ብሓንሳእ ኢና ንገብረኣ ኣይኮን ብሓንሳእ እዚአን እዚአን ራእይ እውን ከምዚኣ ገይረ እዚኣ ሃይፈን ክገብራ እያ ኣይኮን ናን ይበለ ኣይኮን ናን ከምዚኣ ኢልና ኢና ንንበባ ሲ ኣይኮን ናን ኣይ ኮን ናን ሕጂ ኤግዛክትሊ እቲ ስፐሊንግ ከይተጋገና ኩሉ ነምፅኦ ማለት እዩ ኣይኮን ናን ክንጽሕፍ ከለና ቢ ኬርፉል ኩሉ ግዜ እቲ መሰረት ናይቲ ቃል ኣይንስሓቶ ዊ ዲድ ኖት ቢካም ኣብ ብዙሓት ድማ ኣብ ብዙሓት እዚ ባዕሉ ስኻትኩም ስኹም ኣይንብልን ኢና ስኻትኩም ኢና ንብል ኣብ ዝሓለፈ ግዜ ገሊፀልኩም ነይረ እዚኣ ድማ

ዩ ዲድ ኖት ቢካም ክብል ተኮይነ ንደቂ ኣንስትዮ ድማ እስኻትክን ኣይ እዚኣ እስከ ቀያሕ ክገብረልኩም መታን ክትበርሃልና ኣይ ናብ ነጋቲቭ ንቀይራ ኣለና እዚኣ ናብ ኣሉታ ክንቀይራ ከለና ኣይ ንውስኸላ ኣብ ቅድሚት እንተን እዚኣ ኸ ኾንካ ትክንን ኾንካ ትክንን እዚኣ ዳርጋ ሓደ እየን ነዚኣ ኢና ነዛ ይ እዚኣ ኦሚት ንገብራ ዘለና እዚኣ ኩለን ኣብ ኩለን ሪመምበር ኣብ ሶሪ

ኾን ካትክንን ዩ ዲድና ቢካም ኣብዚኣ ኩሉ ግዜ ሓደራ እቲ ጌጋ ዝፍፀም ኣብቲ ንፅል ኣይኮነን ኣብ ድርብ ኢና ኩሉ ግዜ ብዙሕ ሰብ ኣብዚ እንታይ ንጋገ ሕጂ ስኻትኩም ዘሎ ስኹም ይቕየር ስኹም ኮንካትኩም ዘሎ ድማ ኮንኩም ንብል ስኹም ኮንኩም ክትብል ከለኻ ንሓደ ሰብ እዩ ኣቦይ ተስፋ ልደት ንስኹም ኮንኩም ትብሎም እምበር ብዙሓት እንድሕር ኮይኖም እስኻትኩም ክንብል ኣለና መጀመርታ ነቲ ሜን ሳብጀክት ማለት እዩ እቲ ቨርቢ ድማ ምስኡ ኣግሪ ክገብር ኣለዎ ናይ ብዙሓት ክኸውን ኣለዎ ኮንካትኩም ኣይኮንካትኩምን እስኻትኩም ኣይኮንካትኩምን እስኻትክን ኣይኮንካትክንን ዩ ኣይሜን እስኻትክን ኮንካትክን ይቕሬታ ኣብዚኣ እስኻትክን ኮንካትክን ዩ ቢኬም እስኻትክን ኣይኮንካትክንን ዩ ዲድ ኖት ቢካም ሲሚላር እዚ እሳቶም ክንብል ከለና ድማ ብዙሓት እዮም እሳቶም ኮይኑ ኣቶም እዚኣ ንውስኸላ ማለት እዩ ኮይኑ ኣቶም ኮይና ኣቶም እሳቶም ኮይና ኣቶም እሳቶም ኣይኮን ኣይኮን ኣቶምን ኣይኮነ ኣቶምን ኣይኮነ ኣቶምን ማለት እዩ እሳቶም ኣይኮነ ኣቶምን ክንብል ኣለና ኣብዚ ዘይ ቢኬም ዘይ ዲድ ኖት ቢካም እሳቶም ኮይና ኣቶም እዛ ቶም እዚኣ ኣብዚኣ ንሪኣ ዘለና ኣብዚኣ ድማ ብኣይኣ ትምላእ ዩዥዋሊ ግን ከምዚ ንኣ እንድሕር ብሓንሳብ ኣሎ ና ሪፕሌስ ክንገብሮ ንኽእል ኢና ክንበብ ከሎ ንኣ ኣብ ክንዲ ንኣ ንብል ና ክንብል ንኽእል ኢና ኣብዚኣ እስከ ናብ ትግርኛ ሞ ክቅይረልኩም እዚ እዚኣ ና ከምዚ ክንገብራ ንኽእል ኢና ኾይናቶም ክንብል ንኽእል ኢና እሳቶም እሳቶም ኾይናቶም ከነንብቦ ከለና ክንፅሕፎ ከለና ግን ኾይኒ ን እዚኣ ጌርና ኣ ክትከውን ከላ እዚኣ እታ ሪል ማለት ከይቀየርናያ ከለና እቲ ድምፂ ማለት እዩ ኾይናቶም ኾይናቶም ኢልና ኢና ነድምፆ ዋላ ነዚ እውን እሳቶም ኾይናቶም እሳቶም ኾይናቶም ዘይ ቢኬም እሳቶም ኣይኾነኣቶምን ንሳቶም ኣይኮናቶምን እዚኣ ውን ልክዕ ከምኣ እዚኣ ንኣ ዘላ ናምና ክንቅይራ ንኽእል ኢና ናምና ኣይ ኾናቶምን ክንብል ንኽእል ኢና ኣይኾናቶምን ምክንያቱ እዛ እና ትመፅእ ዘላ ካብ ንን ኣን ምስተደመራ ናኣ ትኸውን እዚኣ ና ዝብል ድምፂ ትሕዝ so ኣይኾናቶምን so ስኻትኩም ግን በዚ ክትዝክሮ ይደልየኩም ኣብ ኣዳማ ምፃና ኣይኾናቶምን ኢልና ኢና ነድምፆ ምክንያቱ እዚ ንኣ ዘሎ ና ኣይኾናቶምን ክንፅሕፍ ከለና ግን እቲ ጉቡኡ እቲ ምንጪ ናይቲ ቃል ክንፈልጦ ክንክእል ኣለና ኣይኮናቶምን ዜዲድና ቢካም ብራውታት ኣይ ሆፕ ይርድኣኹም ክኾና ተስፋ ገብር እሳተን ክንብል ከለና ድማ ልክዕ እሳተን ንብዙሓት ደቂ ኣንስትዮ እዩ ዝምልከት እሳተን ኮይናተን ኾይናተን ዘይ ቢከይም ዘይ ቢከይም እሳተን ኾይናተን ኾይን እዚኣ እውን ኾይን ኣተን እያ ነይራ ኦኬ ኾይን ኣተን ኾይና ኣተን ነዚኣ እውን ወይ ከምዚ ጌርና ንገድፋ ኮይና ኣተን ወይ ድማ ና ክንገብራ ንኽእል ኢና ኮይናተን እሳተን ኮይናተን ሳተን ኮይናተን ወይ ድማ ኮይኑ ኣተንታ እታ ብግቡእ ትፅሓፍ ሰያ ምክንያቱ ኣተን ኢና ንውስኸሉ ዘለና ንስ እዚ እውን ከምዚ እዩ ነይሩ እስ እስ ኣተን እዩ ዝበሃል ግን እዚኣ ብሓንሳእ ምስ ተደመራ እስ ኣተን ዘላ እንታይ ትኸውን እዚኣ ሳ እዚ ስዕረና እዚ ድምፂ እዚ ስዕረና እምበር እስ ኣተን እያ ክትከውን ዘለዋ እስ ኣተን ኮይኑ ኣተን ብሓንሳ እዩ እቲ ሳብጀክት ሳብጀክት ቨርብ ኣግሪመንት ብእንግሊሽ ሳብጀክት ቨርብ ኣግሪመንት ክሰማማዕ ክኽእል ኣለዎ ምስቲ ቀንዲ ክንዲ ስምን እቲ ዓንቀፅን ክሰማማዕ ኣለዎ ክሰማማዕ ክኽእል ኣለዎ ናይ ብዙሓት ምስ ብዙሓት ናይ ውሑዳት ድማ ምስ ውሑዳት እዚኣ ድማ እዚኣ ድማ ኣይ ንውስኸላ ማለት እዩ ከምተን ካልኦት መሓዙተን ኣይ ኾናኣተንን ኣይ ኾናተንን ዘሎ እዚ ኸዓ ኣይ ኣይ እዚኣ ተደሊና እንታይ ኢለኩም ና ክንገብራ ንኽእል ኢና ኣይ ኾናተንን ኣይ ኾናተንን ዘይዲድና ቢካም ክልቲኡ ሓደ እዩ ፀገም የብሉ እንታና ነዚኣ ጥራሕ ተሕፅራ ነዛ ንኣ ዘሎ ድምፂ ኣብ ትግርኛ ነቲ ድምፂ ኢና ንፅሕፎ ግን እቲ ሪል ግራመር እቲ ሶርስ እቲ ሱር ናይቲ ቃል ግን ክንፈልጦ ክንክእል ኣለና፣ ከመይ ገይሩ ይራባሕ ኣሎ፣ ክራባሕ ከሎ እንታይ እንታይ ክውስኽ ኣለዎ፣ እዚታት ከነቕልበሉ ይግባእ። They became, they did not become። እዚአን ድማ ንርኣየን። እሶም ክንብል ከለና ንሓደ ሰብ እዩ። ኣብዚ ከዓ ብዙሕ ግዜ ኢና ንጋገ። እሶም ናይ ብዙሓት ይመስለና። እሶም ኮይኖም እንዳር ኢልና ንሓድ ብሓደ ሰብ ኢና ንዛርብ ዘለና። መን እዮም ንሶም ሌትሰ ኤግዛምፕል ኣቦይ ተስፋ ልደት እሶም ኮይኖም ኢና ንብል እዚ ናይ ብዙሓት ኣይኮነን ኣብዚ ኢና ንደባልቆ ዘለና እዚ ሶም እዚ እዚ ሶም ኣብዚ ዘሎን እዚ እሳቶም ኣብዚ ዘሎን ብጣዕሚ ኢና ንደባልቀን ከምኡ ድማ ናይ እሳተን ናይ እሳተንን ናይ እሰንን ንደናግሮ ኢና እዚ ናይ ክብረት ቃላት ብጣዕሚ ዘደናግረና ኣብ ትግርኛ ስለዚ እሶም ኮይኖም ክንብል ከለና ሂ ቢከይም ንሓደ ሰብ ኢና ንዛረብ ዘለና እሶም ኣይኮኑን እቶም ሰብኣይ ኮ ኣይኮኑን ኣቦይ ተስፋልደት ኣይኮኑን ሂዲድና ከምኡ ንብል ኢና ምሽ ሂዲድና ቢካም እሶም ኣይኮኑን እሶም ኣይኮኑን እሶም ኮሜ ይኾኑ ንሶም ቀሺ ኮይኖም ድዮም ኖ ንሶም ኣይኾኑን ኣይኾኑን ሂ ዲድ ኖት ቢካም እሶም ኣይኾኑን ቀሺ ኣይኾኑን እሶም ኣይኾኑን ኣይኾኑን እሶም ኮይኖም እንታይ ኮይኖም ቀሺ ኮይኖም ሂ ቢኬም ኣይሆፕ ኣብነት ትርዳእኩም ትብሉ ናይተን ናይ ሰበይቲ ዓባይ ሰበይቲ ድማ እዚ ድማ እሰን ኮይነን ንብለን ማለት እዩ እሰን ፈላሲት ኮይነን ሺ ቢኬም እሰን ፈላሲት ኣይኮናን ሽዲድና ቢካም ፈላሲ ኣይኮናን ኢኖ በዚ ጌርና ክንዝክረን እዚአን ቀያሕቲ ክገብረልኩም እየ መታን እቲ ክንቅይሮ ከለና እንታይ ኢና ንቀይረ ዘለና ክርዳእና ማለት እዩ እዛ ይ ግን ከምታ ዝበልኩኹም ኩሉ ግዜ ኣብ ኣውንታ ኣላ ኣብ ኣሉታ ግን ትጠፍእ ኣብ ኣሉታ ኣብ ኩለን እያ እዚኣ ኖ ሚስቴክ ኩለን ኣብዚ የማናይ የላን ትጠፍእ እያ ኣብዚ ግን ኣላ መታን ክትርደኣና ማለት እዩ ኣብዚ ኣብዚ የማናይ እዚ የላን ኣብዚ ኣላ ኩሉ ግዜ ኣብዘን ጸጋም ኣብ ኣውንታ እስኽን ኾይንክን እስኽን ኾይንክን ይ ኾይንክን ንድሕሪ ኾይ ኣላ ኣብዚ ዩ ቢኬም ንዲ ዓባይ ኣዲ ዓባይ እስኽን ፈላሲት ኾይንክን You did not become ኣደይ ዓባይ ፈላሲት ኣይኾንክንን ኣይኾንክንን እዚ ኣይኾንክንን ናይ ብዙሓት ኣይኾንክንን ናይ ብዙሓት ኣይኮነን ፕሊስ ፕሊስ ፕሊስ ኣይኾንክንን ናይ ሓንቲ ሰበይቲ እዩ ንሓንቲ ሰበይቲ ዝምልከት ኣይኾንክንን ንብዙሓት ኣንስቲ ኣይኮናን ኣይኾንክንን ኣይኾንክንን እስኽን ፈላሲት ኣይኾንክንን you did not become እስኽን ፈላሲት ፈላሲት ኮይንክን ዩ ቢኬም የስ እስኹም ክንብል ከለና ድማ ሴም ከምኡ ማለት እዩ እስኹም ኣቦይ ተስፋይ ፈላሲ ኮይንኩም ዩ ቢኬም ዩ ቢኬም እስኹም ኮይንኩም ይ እዚኣ ድማ ርኣይዋ ኣይትረስዕዋ ኣብዚ ግን ጠፊኣ ኣብዚ የላን ኣብዚኤን የላን ኣብ መንጎ ይትኣቱን እያ እዚኣ ግን ናይ ኣሉታዊ ምልክት እያ እዚኣ ኣይ ኾንኩምን ኣይኮንኩምን ኣቦይ ኣቦይ ተስፉ ንስኹም ፈላሲ ኣይኮንኩምን you did not become I will quickly quickly ቅልጥፍ ቅልጥፍ ኢለ ከንብበልኩም ጥራሕ እምበር ገሊፀን እየ ንሕና ኮይና

እሶም ኮይኖም እሶም ኮይኖም ሂ ቢኬም እሶም ኣይኾኑን ሂ ዲድ ናት ቢካም እሰን ኮይነን ሺ ቢኬም እሰን ኣይኾናን ሺ ዲድ ናት ቢካም እስኽን ኮይንክን ዩ ቢኬም እስኽን ኣይኮንክንን ዩ ዲድ ናት ቢካም እስኹም ኮይንኩም ዩ ቢኬም እስኹም ኣይኮንኩምን ዩ ዲድ ኖት ቢካም ሰሰናዩ ንዓኹም ሲዩ ኢን ኔክስት ቪድዮ